ላዕለዋይ ልኡኽ ኤርትራ ምስ ሚኒስተር ጉዳያት ወጻኢ ጃፓን ተራኺቡ ዘትዩ። ቤት ትምህርቲ ዋርሳይ ካእሎ ሳዋ ናይ 2018 19 ትምህርታዊ ንጥፈታታ ዛዚማ። ቻይና ንእታው ደረቕ ጓሓፍ ምሉእ ብምሉእ ደው ከተብሎ ምዃና ኣፍሊጣ። ዝርዝራት ዜና ካብ 25 መጋቢት ኣብ ጃፓን ናይ ኣርባዕተ መዓልታት ናይ ስራሕ ምብጻሕ ዘካይድ ዘሎ ብሚኒስተር ጉዳያት ወጻኢ ኣቶ ዑስማን ሳልሕን ኣማኻሪ ፕረዚደንት ኣቶ የማነ ገብረኣብን ዝቖመ ላዕለዋይ ልኡኽ ኤርትራ ምስ ሚኒስተር ጉዳያት ወጻኢ ጃፓን ታሮ ኮኖ ተራኺቡ ዘትዩ። ኣብቲ ትማሊ ዕስራን ሸሞንተን መጋቢት ኣብ ቶክዮ ዝተኻየደ ርክብ፣ ሚኒስተር ታሮ፣ ኣብ መንጎ ኤርትራን ኢትዮጵያን ዕርቀ ሰላም ንኽሰፍን ፕረሲደንት ኢሳያስ ኣፈወርቂ ንዝገበሮ ዓቢ ኣስተዋጽኦ ድሕሪ ምምጓስ፣ ሃገሩ ኣብ ልዕሊ ኤርትራ ጸኒዑ ዝነበረ እገዳ ብምልዓሉ ዝተሰመዓ ሓጎስ ብምግላጽ፣ መስርሕ ህንጸት ሰላም ዞባ ቀርኒ ኣፍሪቃ ንምድንፋዕ ኣበርክቶ ክትገብር ዘለዋ ድሉውነት ኣረጋጊጹ። ሚኒስተር ዑስማን ሳልሕ ብወገኑ፣ ስለቲ ዝተገብረሉ ዕድመን እንግዶትን ብስም መንግስትን ህዝብን ኤርትራ ምስጋና ድሕሪ ምቕራብ፣ ምስ ዝተፈላለዩ ሰበስልጣን ጃፓን ዘካየዶ ሃናጺ ዘተ፣ ኣብ ምብርባር ክልተኣዊ ዝምድናታትን ሽርክነታዊ ምትሕብባርን ዝህልዎ ተራ ብቐሊል ዝጥመት ከምዘይኮነ ኣነጺሩ። ኣብ መወዳእታ፣ ክልቲኦም ወገናት፣ ኣብ መዳያት ምምዕባል ዓቕሚ ሰብ፣ ትሕተ ቅርጺ፣ ሃብቲ ዓሳ፣ ጥዕና፣ ማይ፣ ንግድን ኢንዱስትርን ዝግበር ምትሕብባር ንምብራኽ ተረዳዲኦም። ልኡኽ ኤርትራ ኣቐዲሙ ምስ ሰበስልጣን ሚኒስትሪ ጉዳያት ወጻኢ፣ ትካል ኣህጉራዊ ምትሕግጋዝ ጃፓን ማለት ጂካ፣ ከምኡ'ውን ማሕበር ቁጠባን ልምዓትን ኣፍሪቃ፣ ኣፍሪኮ፣ ኣብ ምምዕባል ንግዳዊ ምትሕግጋዝን ምህናጽ ሰላምን ዘትዩ። ምስ ፕረሲደንት ትካል ኣህጉራዊ ምትሕግጋዝ ጃፓን ሚስተር ሺኒጂ ኪታኦካ ኣብ ዝተገብረ ርክብ፣ ብቐንዱ ኣብ ምድንፋዕ ክልተኣዊ ቴክኒካዊ ምትሕግጋዝን ኣብ ጽላት መባእታዊ ትምህርቲ ዝግበር ምትሕብባርን ዘተኮረ ዘተ ተኻይዱ። ላዕለዋይ ልኡኽ ኤርትራ ብተወሳኺ ምስ ምክትል ፕረሲደንት ዩኒቨርሲቲ ኣሺካጋ ብዛዕባ ባህላዊ ውርሻታት ከምኡ'ውን ምስ ስቴት ሚኒስትሪ ኣከባቢ ብዛዕባ ዲፕሎማሲ ጸዓትን ካልእን ዛዕባታት ተዘራሪቡ። ኣብ መላእ ሃገር ካብ ዝርከባ ናይ ካልኣይ ደረጃ ኣብያተ ትምህርቲ ንዝመጹ ተመሃሮ ተቐቢላ ናይ ዓሰርተ ክልተ ክፍሊ ትምህርቲ ብምሃብ ናብ ሃገራዊ መልቀቒ መርመራ እተሳትፍ ቤት ትምህርቲ ዋርሳይ ይከኣሎ ሳዋ ናይ ዓመተ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓተን ኣካዳምያዊ ንጥፈታታ ብወግዒ ዛዚማ። ኣብቲ ብቕድሚ ትማሊ ዕስራን ሸውዓተን መጋቢት ዝተኻየደ ናይ ምዝዛም ስነ-ስርዓት፣ ዳይሬክተር እታ ቤት ትምህርቲ መምህር ርእሶም ገብረሂወት ኣብ ዘስምዖ ቃል፣ እታ ቤት ትምህርቲ ኣገልግሎት ካብ እትጅምር ሎም ዘበን መበል ዓሰርተ ሸውዓተ ዓመታ ምዃኑ፣ ኣብዘን ዓሰርተ ሸውዓተ ዓመታት ድማ ልዕሊ ክልተ ሚእቲ ሽሕ ተመሃሮ ተቐቢላ ናብ ዝለዓለ ደረጃ ከምዘሰጋገረት ብምግላጽ፣ ነቶም ኣብዚ መዳይ'ዚ ዓቢ ኣስተዋጽኦ ዝገበሩ ኣባላት ማእከል ስልጠና ሃገራዊ ኣገልግሎትን መምህራንን ምስጋና ኣቕሪቡ። ኣብዚ ዓመት'ዚ ካብ ሚእትን ሰለስተን ናይ ካልኣይ ደረጃ ኣብያተ ትምህርቲ ዝመጹ ሓምሳ ነጥቢ ሰለስተ ሚእታዊት ደቂ ኣንስትዮ ዝርከብኦም ዓሰርተ ሰለስተ ሽሕን ኣርባዕተ ሚእትን ሰላሳን ሸሞንተን ተመሃሮ ናይ ዓሰርተ ክልተ ክፍሊ ትምህርቶም ዛዚሞም ኣብ ሃገራዊ መልቀቂ ፈተና ተሳቲፎም ምህላዎም ዝጠቐሰ መምህር ርእሶም፣ ኣሳታፍን ተመላላእን ዝኾነ ኣገባብ ምሕደራን ንተመሃራይ ዘማእከለ መደባትን ንንጥፈታቶም ብዓወት ንክፍጽሙ ከምዝሓገዞም ኣብሪሆም። ኣብ ዝሓለፋ ሰለስተ ዓመታት ንዝነበረ ውጽኢት ሃገራዊ መርመራ ብዝምልከት ኣብ ዝሃቦ መብርሂ ድማ መጠን ምሕላፍ ኣብ ክልተ ሽሕን ዓሰርተ ዓሰርተ ሽዱሽተን ሰላሳን ሸውዓተን ሚእታዊት ኣብ ክልተ ሽሕን ዓሰርተ ሸውዓተን ሓምሳ ሚእታዊት ኣብ ክልተ ሽሕን ዓሰርተ ሸሞንተን ድማ ኣርብዓ ሚእታዊት ከም እተመዝገበ እዚ ድማ ዘተባብዕ ምዃኑ ዝሓበረ መምህር ርእሶም ናይ ሎሚ ዓመት ልዕሊኡ ክምዝገብ ትጽቢት ከም ዘሎ ኣሚቱ ኣብ መወዳእታ ብተመሃሮ ዝተዳለወ ስነጥበባዊ መሰናድኦታት ምስ ቀረበ ኣብ ፖለቲካዊ ትምህርቲ ተወሳኺ ካሪክለማዊ ንጥፈት ከምኡውን ንብሉጻት ተመሃሮ ማሕበራውን ባህርያውን ስነ-ፍልጠት ልዑል ነጥቢ ንዘመዝገቡ ተመሃሮ መተባብዒ ተዋሂቡ። ብዘይካዚ፣ መስርሕ ምምሃርን ምስትምሃርን ብጽፈት ንኽሳለጥ ልዑል ኣበርክቶ ንዝገበሩ ብሉጻት መምህራን፣ ኣለይትን ካልኦት መሻርኽትን ወረቐት ምስክር ተዓዲሉ። ቤት ጽሕፈት ባህላዊ ጉዳያት ህግደፍ ብረቂቕ ምእላይ ፊልምን ድራማን ዘሰልጠኖም ሚእትን ኣርባዓን ተምሃሮ ብምኽንያት ዓለማዊ መዓልቲ ትያትር ብቕድሚ ትማሊ ዕስራን ሸውዓተን መጋቢት ኣብ ሲነማ ኣዝመራ ኣመሪቑ። እቲ ንሓሙሽተ ኣዋርሕ ዝቐጸለ ስልጠና ምእላይ ፊልም፣ ምውሳእ፣ ምጽሓፍን መባእታዊ ኣጠቓቕማ ብርሃንን ዘጠቓለለ እዩ ነይሩ። ኣብቲ ስነ-ስርዓት ሓፈሻዊ መልእኽቲ ዓለማዊ መዓልቲ ትያትር ዘቕረበ ደራሲ ሰለሙን ድራር ንጉዕዞ ትያትር ኣብ ሃገርናን በብመድረኹ ዝሓለፎም ብድሆታትን ብምጥቃስ ዕቱብ ጻዕሪ እንተተኻይድሉ ንዓለማዊ መድረኻት ዝበቅዕ ስራሕ ክቐርብ ከም ዝኽእል ጽኑዕ እምነቱ ገሊጹ። ወኪል ተማሃሮ ብወገኑ፣ ዝቐሰምዎ ትምህርቲ ልዕሊ ሰማንያ ሚእታዊት ብግብሪ ዝተሰነየ ከም ዝነበረ፣ እዚ ድማ ብተግባር ክሰርሕሉ ዝቐለለ ከም ዝገብሮ ሓቢሩ። እቲ መደብ፣ ሰልጠንቲ ብዘቕረብዎ ናይ ነፍስሄር ደራስን ኣላዪን ኢሳያስ ጸጋይ ግጥምታትን ድርሰታትን ከምኡ'ውን ኣልባ ዘርእስታ ድራማ ተሰንዩ ነይሩ።

ዜና ወፃኢ መጠን እታው ደረቕ ጓሓፍ ትንኪ ከምዘላ እትሕብር ቻይና ዝመፅእ ዓመት ሙሉእ ብሙሉእ ደው ከተብሎ ምዃና ኣፍሊጣ። እታ ሃገር ነዚ ዝሓበረት ዝዓበየ ክፋል ናይቲ ንክምስራሕ ካብ ካልኦት ሃገራት ከተእትዎ ዝፀንሐት ጓሓፍ ጠንቂ ብከላ ይኸውን ከምዘሎ ብምግላፅ እያ። ብመሰረት ጸብጻባት ቻይና፣ ካብ ሽሕን ትሽዓተ ሚእትን ሰማንያታት ዓመታዊ ኣማኢት ሚልዮን ቶን ደረቕ ጓሓፍ ከተእቱ ጸኒሓ። ይኹን እምበር ንምንካዩ ብዘካየደቶ ስጉምቲ፣ ዝሓለፈ ዓመት ናብ ኣስታት ዕስራን ሰለስተን ሚልዮን ቶን ከም ዝወረደ ሰብ መዚ ቻይና ሓቢሮም። እቲ ስጉምቲ ብከላ ኣብ ምግታእ ጥራይ ዘይኮነ፣ ፍርያት ውሽጢ ሃገር ኣብ ምትብባዕ እውን እወታዊ ተራ ይፃወት ከምዘሎ መንግስቲ እታ ሃገር ኣፍሊጡ። እንተኾነ ግና ቻይና ብቕዓት ከምዘለዎ ንዘረጋገፀቶ ደረቕ ጓሓፍ ብውሑድ መጠን ከተእቱ ምዃና ጠቒሳ ኣላ። ኣብ ርእሰ ከተማ ዳካ ባንግላደሽ ትማሊ ኣብ በዓል ዓሰርተ ትሽዓተ ደርቢ ህንፃ ብዘጋጠመ ሓደጋ ባርዕ ብውሕዱ ሸውዓተ ሰባት ከምዝሞቱ ማዕከናት ዜና ንሰብ መዚ እታ ሃገር ብምጥቃስ ኣቃሊሐን። ዓሰርተታት ሰባት ኣብቲ ህንጻ ተኸርዲኖም ብምህላዎም፣ ቁጽሪ ምዉታት ክውስኽ ከምዝኽእል ሰብ መዚ ስርሒት ህይወት ምድሓን ኣሚቶም ኣለዉ። በቲ ሓደጋ ብውሕዱ ዕስራ ሰባት ከምዝቖሰሉ ዝሓበሩ እቶም ሰብ መዚ፣ ጠንቁ ንምፍላጥ መርመራ ይካየድ ከምዘሎ ገሊጾም። ዝሓለፈ ወርሒ ኣብታ ከተማ ብዘጋጠመ ተመሳሳሊ ሓደጋ ብውሕዱ ሰብዓን ሸሞንተን ሰባት ከምዝሞቱን ንዋታዊ ዕንወት ከምዝወረደን ጸብጻባት ይጠቕሱ። ብደረጃ ዓለም ዝበዝሐ ህዝቢ ካብ ዝነብረለን ከተማታት ኣብ ዝኾነት ከተማ ዳካ ብፍላይ ኣብ ሻውላት ብዘጋጥም ተደጋጋሚ ሓደጋታት ባርዕ ሰብኣውን ንዋታውን ክሳራታት ከምዝወርድ ይግለጽ። እታ ከተማ ልዕሊ ዓሰርተ ሸሞንተ ሚልዮን ህዝቢ ከምዝነብረላ ጸብጻባት ባንክ ዓለም የነጽሩ። ዝኸበርኩም ሰማዕትና ዜና ኣብዚ ይፍጸም።